ይረኽቦ ኣብኡ ንሰርሕ ነረ ንሱ ኣብኡ ሰርሕ ነሩ ሕጂ ትራሂብና ናይ ሙዚቃ ንዕልል ነርና ኣነ ሙዚቃ ፈቱየ there you go love music and um ሕጂ ይሓትኒ ኦሞ ሓደ መዓልቲ ሻይ ደይንሰቲ ብትግርኛ ድ ዝበሃል ግን ደሓን ሻይ ጥራሕ ኣይኮነ ነሩ ስኒማን ብልዒ ድስተ ገለመለ ሕጂ ኦኬ ኢለየ ሕጂ ምስ ወጸና ኣብዚ ዓቢ ከምዚ እም ኦቱ ኦቱ ኣሪና እዩ ዝበሃል ዳ ብልዒ ወሲድኒ ቻይኒዝ በሊዕና ጥዑም ድሕሪኡ ስነማ ከድና ጽቡቅ ፊልሚ ድሕሪኡ ዳ ድስቲ ከድና ኮክቴል ጣዕጣዕጣዕጣዕ ኩሉ ጥዑም ነሩ ኩሉ ተሓጊሰ ሕጂ ግን ከም ዝበልኩኩም ዋው ኣይኮነ ነሩ ደሓን እዩ ነሩ ግን ደሓን ኦኬ ሕጂ ድሕሪ ሰለስተ ኣርባዕተ መዓልቲ ስራሕ ይምለስ ይረኽቦ ሄይ ሄይ ሄይ ንበሃል ሕጂ እንታይ ብ ሄይ ብጣዕሚ ተሓጊሰ ነረ ዝረኸብኩሃ ዝረኸብኒ ንዓይ ድሕሪ ኣን ኢለ ኦኬ ላይክዋይስ ኣነ ከማን ተሓጊሰ ዝረኸብና ደይት ፅቡቅ ነሩ ሕጂ እንታይ ይብልኒ ስምዒ

እሞ እዚ እዚ ሰሙን ግዜ ኣለኪ? እወ ግዜ ኣለኒ ይብል። ድሕሪኡ እንታይ ኢሉ እሞ መቸስ እዚ ሰሙን ክረኽብኪ ኣይኽእልን እየ ኦህ ኢለ ዋይ ዋይ ኖት ሰልዲ ሰልዲ የብለይን ይብለኒ።

biggest mistake of my life ስለምንታይ ከማን ከምኡ ይብል ግን ደሓን we all do mistakes ሕጂ ደይት ንወፅእ ሕጂ ኣብቲ ፌስታ ኣነ ከማን ከምቲ ንሱ ዝገበረ ዳ ብልዒ ድዩ ዳ ሲኒማ ድዩ ገለ ከምኡ ከምኡ ኣነ ሓሲበ ከማን ከምኣ መች ክገብራት እያ ደይት ሕጂ ናበይ ንኸይድ ዳ ቅድም ዳ ድስተ ንኸይድ ሕጂ ኣብቲ ዳ ድስተ ምሽ ሕጂ ከምዚ ኣሎ ሓንቲ ሾት ሓንቲ ድስተ ትገዝእ ንሱ እንታይ ብ ክልተ ሾት ደልየ ኦህ ኢሎ'የ ደሓንቲ መሃሪት እንድየ ነረ ኢሎ'የ እም ደሓን ይሰቲ ኣነ ይኸፍል ድሕሪኡ ቦውሊንግ ንጻወት ሕጂ ምሽ ኣሎ ቦውሊንግ ሄሄ ትብል ገለ ኮምፕሊመንት ዜሮ ኮምፕሊመንት ኣይሃበንን ገለ ጽቡቅ ኣይበለንን ምስ ሰዓርኩ ከማን ወላ ሓንቲ ጽቡቅ ኣይበለንን ኦህ ኢለ ከምዚ ነብሰይ ጽቡቅ ኣይትሰምዐኒ ነሩ ድሕሪኡ ኣብቲ ካሳ ክንኸይድ ክንከፍል ማለት እዩ ሕጂ እንታይ ብል ምስ ሓተቶ እቲ ኣብ ካሳ መን እዩ ዝከፍል እንታይ ብል ኢዛ ጓል እያ ትከፍል ኦህ ኢለ ከምኡ መዓስ ይበሃል ደሓን ብሕፍረት ሞይተ ንዑ ብሕፍረት እየ ሞይተ ነረ ደሓን ኢለ ይከፍል ግን ሕጂ ኩሉ ነብሰይ ከምዚ ገዛ ክከይድ ዝደለኩ ይስምዓኒ ነሩ ግን ንእሽተ እንዴ ነረ ሕጂ ኦኬ ኢለ ኦኬ ደሓን ሱቅ ከምቲ ዝበልኪ ዴት ክተውጽዮ ክትከፍልዮ ከምኡ ኢኪ ትገብሪ ይብል ኦከ ድሕሪኡ ንቀጽል ሕጂ ቻይና ታውን ንከይድ ሕጂ ኣብ ሎንዶን ዝቅመጡ እንታይ ኢኩም ትፈልጡ ቻይና ታውን ማለት ሬስቶራንት ሓንቲ ኣላ ኦል ዩ ካን ኢት ማለት ብሰለስተን ተስዓን ትሽዓተን ፓውንድ ዓቢ ብያቲ ትገዝእ ትኽእል ሕጂ እታ ሓንቲ ምስኣ ዘላ ብሓሙሽተ ፓውንድ ዓቢ ብያቲ ሕጂ ኩለን ብሓሰር ከምዚ ሓሲር ሓሰር ቺፕ ቺፕ ሬስቶራንት እየን እየ ሕጂ ሓንቲ ኣላ ብደገ ጽቡቅ ትመስል ጽሪ ብዘይ ሕብሪ ብዘይ ገለ ብዘይ ቺፕ ብዘይ ዋን ለዘለ ገለ ወላ ሓንቲ ዘረባ ደየብላ ሕጂ ማለት እዚኣ ክብርቲ ማለት እያ እንታይ ይብል እዚኣ ሬስቶራንት እዚኣ እየ ዝፈትዋ ልበይ እዋይ ረሃፅ ሞይተ እዋይ ከምዚ ናተይ ናተይ ኣካውንት ተሓተ እዩ ዝኸይድ ነረ ሕጂ ኣነ ትመሃሪት እንደ ኣብኡ ግዜ ትመሃሪት እንደ ነረ ሕጂ ኣነ ይሓስብ ዊ ክንደይ መዓልቲ ኣይትበልዕኒ ብሰንኪ እዚ ወዲ ሕጂ ደሓን ኣብቲ ረስቶራንት ንኣቱ ሕጂ ከም ዝበልኩኹም እዚ ኤፐታይት ከይዱ እዩ ነሩ ከማን ክበልዕ ኣይደለኹን ኣይነበርኩን ሕጂ ኮፍ ኢለ ኮፍ ኢለ ፍርሓት እዩ ዝብል ነረ ሕጂ ይመጹ ከምዚ እቲኤን ጣውላታት ንእሽተይ ነረን ከምዚ ንእስ ዝበላ ሕጂ እንታይ እቲኣ መኑ ይከፍታ ከምዚ ገሩ ፓ ቪኖ ትፈትዊ ዲኺ ቪኖ ክማ ክካፈል ኣይደለኹን ኣለኹ ኢለ ሓሲበ ኣነ ኢለ ኖኖ ኣይፈቱን እየ እንታይ ብል ቪኖ ቪኖ ኣነ ሕጂ ይሓስብ ከመይ ገረ ክነግሮ ክካፈል ኣይደለኹን ኣለኹ ነዚ ደይ ሕጂ ቪኖ ኣዚዙም ድሕሪኡ እቲ መጀመርታ ብልዒ ዘሎ ቨጅትብል ገለ ይገብር ድሕሪኡ ዳክ

ንእሽተይ ነሩ እዚ ትሮሊ ኣምጺኦም ከምዚ ገሮም ኣብኡ ካላማሪ ክገብሩ እቲ ጣውላን ካልኣይ ጣውላን ወሲኾምና እውይ እውይ ክንደይ መዓልቲ ኣይበልዕን እየ ዝሓስብ ዝነበርኩ ብሰንኪ እዚ ወዲ ኣብ መጨረሽታ ከፊለ ግን ድሌር ኣይነበረንን ግን ምሻሎ ከምዚ ሓደ ግዜ ምስ ትዛረብካ ክትገብሮ ኣለካ ሕጂ ደሓን ከፊለ ኣብኣ መዓልቲ ምስ ረኣኽዎ ረስፐክታ ከይዱ ስጋዕ ሕጂ ግን ዳርጋ ትሽዓተ ዓመት ድሕሪኡ ይጽሕፍለይ ኣሎ ወይ ገለ ግን ኣነ ኣይጽሕፍን እየ ገለ መለ ግን ደሓን ከምኡ ስቶሪ ኣሎ ሕጂ ግን ስቶሪ ናይ በድ ደይትስ ግን ገለ ኣለኩም ፕሊስ ጸሓፉና ኣም ኣም ሹር ኣም ኖት ዲ ኦንሊ ዋን ኢን ዲስ ወርልድ ዊዝ በድ ደይትስ ሶ

Record it and send it back to us and ብጣዕሚ ግን ፈቲናዮ ፕሮዱስ ክንገብርካ ኢና ወይ ክንገብርኪ ኢና ንጓል ንወድን anyway and ቪድዮ ከማን ክንገብር ኢና and ስታር ክትኸውን ኢኻ ወይ ክትኾኒ ኢኺ ኦኬ ዘረባ ሕጂ ብናተይ ወገን ክገድፎ እየ ሎሚ ጋሻ ኣለና ሓደ ንፉዕ ንፉዕ ንፉዕ ጋሻ ሽሙ መን እዩ the one and only ምሕረትኣብ ተስፋስጊ ሄሎ ከመይ ኣለኻ ሰላም ክብለካ እሞ ከመይ ኣለኻ ፅቡቅ ታንኪ ዝመፀኻ የቀኒለይ ሙዚቃና እካ ብጣዕሚ ብጣዕሚ እየ ዘፈትዋ ከመይ ኣለኻ ፅቡቅ ፅቡቅ ኣምላኽ መስገን ከመይ ኣለኽ ያ። ስኽሊላ ኣነ ፅቡቅ ኣለኹ መንገዲ ከመይ ነሩ ጽቡቅ ነይሩ ጽቡቅ ያ ያ፣ ኦ ጽቡቅ ጽቡቅ ብጣዕሚ ቁሩብ ንፋስ ነይሩ እወ ሎሚን እኮ ኖ ሎሚን እኮ ሎንዶን እንደረ ሎሚን እኮ እዚ እም፣ ኣብቲ ገዛውቲ ዝነበርኮ እቲ ኣብ ኣብ ምድሪ ዝነበረ ኣብ ላዕሊ እዩ ዝነፍር ነሩ ሎሚን እኮ እውይ ኢለ ሕጂ ከብ ምስ ኣተኹ ከብ ቀልጢፈ ኣትየ ናብ ኤርፖርት ክመጽእ ግን ሰንቢደየ ነረና ሎሚን እኮ እቲ ስቶርም ክንገሎ እዩ ዝመስል ነሩ ያ ግን thank you God ኩላህና ኣብዚ ኣለና ኩላህና ደሓን ኢና ዘለና እግርና ኩሉ ኣሎ yes ሞ ብናይ ሙዚቃ ሃ ንዛረብ ኦኬ ሙዚቃ ከመይ ኣሎ ሙዚቃ ጽቡቅ ኣሎ ብጣዕሚ ጽቡቅ ያ ያ ማለት ቁሩብ ናይ ስደት ነገር ምሽ ኣሎ ቁሩብ ምስ ስራሕ ምስ ገለገለ ኣይጥዕመካን እዩ እህ ከም ድሌትካ ምስቲ መሳርሕትኻ ድዩ ወላ በቲ ሞያ ክትዛረብ ክትዕልል ድዩ ብዙሕ ዕድላት ኣይትረክብን ኢኻ ማለትስ ቁሩብ ንሕና ከም ትሪኦ ሓደሽ ኢና ገለ ግን ኣብቲ ሲስተም ሰዓት ኢና ኢና ስራሕ ድዩ ገለ መለ ጀናቢርና ስለ ዝኾናስ ቁሩብ ከምቲ ድሌትካ ኣይትብሎን ኢኻ እምበር ፅቡቅ ኣሎ ብጣዕሚ ያ ድምፅኻ ብጣዕሚ እየ ዝፈትዋ ንሓደ ክትደርፍና ዲኻ ንእሽተይ ስራሕ መጀመርታ እዚ ሓንቲ ስራሕ እያ ዘላ ብሕጂ እቲ ዳዕበ የቕርብ መርታ እየ ኖኖ ፅቡቅ ኣሎ ፅቡቅ ኣሎ ከይትንእሶ ፅቡቅ እዩ ዘሎ ብጣዕሚ ፅቡቅ ኩሉ ግዜ ፖዚቲቭ ቲንኪን ብጣዕሚ ፅቡቅ እቲ ኣብ ቪድዮ ናትካ ሕጂ ሪአያ እንደ ነረ እታ ስቶሪ ላን ብጣዕሚ ትፈትያት ነይ ሕጂ ኣረድእኒ ፕሊስ ኤክተር ኢኻ ኣብቲ ኣብ ቪድዮ ን ኤክትረስ ኣላ እቲኣ ጽብቅቲ ጓል ሕጂ ኣብቲ ኣብቲ ስቶሪ ላይን ትሰርሑ ከለኹም ምፍታው ጀሚርካያ ከምኡ ድዩ ኣረድእኒ እቲኣ ስቶሪ ላይን።
ያ ሊድያን ሓብቲ እታ ክሊብ ናይ ብሓቂ ማለት ብዙሕ በቲ ዓቕምሲ ብዙሕ ደኺሞምላ እዮም እቶም ኣዕሩኽተይ ድዮም እቶም መሳርሕተይ ገለ ኣነ እኮ ብዙሕ ክሳይ ኣይገበርኩን ግን እታ ኣብታ ስራሕ ከመይ ይመስለኪ ይፈትዋ እያ ብጣዕሚ ነታ ጓልሲ ስራሕሲ ከም ዝፈትዋ እየ ዘብል እሳ እውን መጀመርታ ብዙሕ ኣክሰፕት ብዙሕ ኣይትቀርበንን እያ ኣይተብለኒ እያ ግን ኣነ ክትቀርበኒ ከም ዘለዋ ገለ ዝዕሉ ነቲ ዳይረክተር እቲ ዳይረክተር ከዓ እንታይ ይብለኒ ሕጂ ምስ ዕለልክዎ እቲ ዕላልሲ እቲ ሂስትሪ የዕልሎ ምስ ንዑ ይፈትዋ ምዃነይ ግን ኣይትቐርበኒ እያ ኣይተብለኒ እያ ኩሉ ዕሎ ምስ ሕጂ እሱ ከዓ ብለኒ ከምዚ ክትጸፍዓካ እያ ኣብቲ ስራሕ ማለት እዩ ክትጸፍዓካ እያ ከምዚ ይብለኒ ግን ሕጂ ሰብ ዝበዝሐ ኣብቲ ርድት ከምዚ ናይ ብሓቂ እቲ ትጸፍዓኒ ገለ ዝመስሎ ግን ንዓይ ትረኣየና እያ ይመልሳ እየ ከማን ወላ እታ ክሊፕ ታሪክ እያ ማንቲ እያ ኦ ኦኬ ሕጂ ትረድእኒ ይመልሳ እዩ ኦኬ ሕጂ ኣብ ኣይት ብዙሕ ማለት ዘስተውዕሉላ ዝርድዋ ሰባት ኣሉ ጽቡቕ ዝብሉኻ ከማን ከምዚ ከምዚ ገለ ግን ብዙሕ ስለ ዘይትርዳእካ ብዙሕ ሰብ ከኣ ይርዳእን ንኸውን
ግን ስራሕ ከመይ ከምዚ ይረኣየኒ እዩ ዘሎ ይረኣየካ እዩ ማለት እዩ ኣነ ነታ ጓል ፈትዋያ ቅረብኒ ቅረብኒ እየ ዝብላ ብዙሕ ከምቲ ዝሰማዕክዮ ነታ ጓል ዝፈትዋያ መወዳእቱ ከማን እናተይ ትቐርብ እያ እናተይ ትኾን ማለት እዩ መወዳእቱ ግን ሕጂ ክዕሎ ከለኹ እቲ ሂስትሪ ግን ንሱ እንታይ ይብለኒ

ኣሜን ሓብተይ ክብረት ሃበለይ። እሞ መዓስ ፍቅሪ ናይ ሙዚቃ ጀሚርካ? እዋእ ሙዚቃ ናይ ፍቅሪ ናይ ሙዚቃ ብንእስነተይ እዩ ተምሃራይ ኤለመንታሪ ከለኹ ገለ እዩ ጀሚርኒ ኣብኡ እዩ ጀሚሩ እቲ ሙያ ዳሕራይ ከዓ ምስ ዕድመ ከዓ እንዳ ጎበስና እንዳ ጎበስኩ ከይድ ከለኹ እንዳ ዓበኹ ከይድ ከለኹ ከዓ በብቁርብ ኬትስ ስነ ጥበብ ከምቲ ዝድለስ ወላ ሓንቲ ኣየ ኣነስ ኣብ ካብ ክሪኦ ከለኹሲ ካብ ስነጥበብኛ ዓድናስ የለኹን ከማን ክብል ይኽእል እየ ብዙሓት ዓበይቲ ብዙሓት መምሃራን ብዙሓት ስነጥበባውያን እዮም ዘለዉ ኣይሆፕ ከምቲ ናቶም ክኸውን እወ ኣብስሉት ብሕጂ እወ ይፅዕር ግን ተበጊሰ ኣለኹ ቁሩብ ጀሚረ ኣለኹ እየ ድብል እወ ግን እቲ ሞያ ኣጀናብራ ከምዚ ድብለኪ ካብ ንእስነተይ ካብ ኤሌመንታሪ ጀሚረ ብድሕሪኡ ካብ ጁኒየር ከኣኒ ኣብ ጉጅለታት ገለ መለ ተጠርኒፈ ንኣብነት ኣብ ጉጅለ ባህሊ ሌላ ባንድ ትበሃል ነይራ ኣብኡ ከዓ ብዙሕ ብዙሓት ሰባት ሓጊዞም እዮም ብፍላይ ብፍላይ ከዓ ከም መምህረይ ኮይኑ ዓብ ነገር ዝገበረለይ ከዓ ሙሴ ዕቑ ወዲ ዕቑ ዝበሃል እሱ እዩ ዳርጋ ታዘላ ዘላ ዓቕሚሲ ብዝለዓል ክህበኒ ዝኸኣለ ሰብሲ እሱ እየ ክብል ይኽእል። ብዙሕ ነገር ኣፍሊጥኒ ኣብቲ ሞያ።
ብድሕሪኡ ከዓ ከምዚ እንዳበልኩ ኣብ ናይ ቤት ትምህርታት ድዩ ዋላ ኣብታ ጉጅለ ምስ ኣብኣ ነዊሕ ንውሕ ዝበለ ዓመታት ምስኣ ነይረ። እታ ጉጅለ ከዓ ካብ እቲ ሌላ ባንድ ናብ ሰነድ ዝበሃል ተቐይራ ኣብ ትሕቲ ሚኒስትሪ ትምህርቲ ተጠርኒፋ ነይራ። ምስኣ ከዓ እሰርሕ ነይረ። ብድሕሪኡ ከዓኒ ኣብ ናይ መርዓታት ድዩ ወላ እቲ መርዓታት ነይሩ እንድዩ ወላ ኣብቲ ጉጅለ ከለኹ ብድሕሪኡ ግን ካብቲ ጉጅለ ስለ ዝወጻኹ ዳርጋ ብ- ዝበዝሐስ ካብዚ ንስደት ዝመጻኹሉ ኣብ ውልቃዊ ኣብ ፕሪቫት ናተይ ጥራሕ እየ መርዓ ገለመለ ዝሰርሕ ነይረ ኦኬ ወላ ኣብቲ ጉጅለ ከለኹ ከዚ መርዓ ዌዲንግ ይሰርሕ ሲንገ ነይረ ማለት ኣብ መርዓ ያ መርዓታት ገለ እህ ያ ቨሪ ኩል እ፣ ስጋብ ሕጂ ከኣ ከምኡ ን- ንብል ኣለና ማለት እዩ ኦኬ ብጣዕሚ ጽቡቅ እቲ ብጣዕሚ ስራሕ ግን ጽቡቅ። ብሕጂ እየ

ክልተ ወርሕን ጌረ ኣለኹ ማለት እዩ። ኦኬ ን ከመይ ይስምዓካ እዚ ቁሪ? ቁሪ ቁሪ ብርቱዕ እዩ ብጣዕሚ ቁርስ ማለት ከም ስርኤ ናይ ዓድናሲ እቲ ወይዘር ኣይራኸብን እዩ ምስዚ ነው ቁሪ ክከብደካ እዩ ግን ደሓን እዩ ከዓ ደሓን እዩ ተመስገን ኣምላኽ ስጋብ ሕጂ ኩሉ ነገር ፅቡቅ ኣለና ምሽ ህይወት ኣሜን።
እሱ ሰላም ኣለና ተራ ኣሜን Yeah. ኣሜን and uh, ሰሚዐ uh, ደርፊ ኣኾንካን ጥራሕ ትደርፍ ሙዚቃን እያ ከማን ኢኻ ሓቆም ድዮም ኡፍ፣ እዚኣ ያ ሊላን ሓብቴ ደሓን እዩ ሙዚቃ እኮ ሙዚቀኛ እኮ ተደይበልኩስ ደሓን እዩ ቁሩብ ክራር እ፣ ንእሽተይ ፃወት እየ እ፣ ኪቦርድ ከዓ ኦ፣ ንእሽተይ ቁሩብ ፈታትን እየ በቃ ከምኡ ኣዋህዶ። ጊታር ሰሚዐ ነረ ጊታር ገለስ ነው ሱስ ሱስ ኣውስ ነው ኣብ ኦርጋን ክራርን እዩ በቃ እተን ቁሩብ ፍትነን ዝብለን ማለት እዩ ኣብ ካልእ ብዙሕ ክስታይ ኣይኮንኩን ሙዚቃ ግን ከምዚ ዝብለኪ ኣብቲ ናይ ውራያት ናይ መርዓታት ድዩ ገለ ገለ ኣብ ኮሚታት ጥራሕ ኢና እቲ ዓቕሚ ናትና ማለት እዩ ስጋብ ሕጂ ሳውቢ ደሎ ብሕጂ እቲ ዳዓብ ዝመጽእ ዝኸውን እብል ማለት እዩ ኦኬ ኦኬ I like it. You're very humble. ከምዚ ማለት ምሻሎ ሰብ ኦ ደሓን እየ ደሓን እየ ዝብል ሓደ ሓደ ካልእ ሰብ ሓንቲ ድኝ ዝገብሩ ከማን ፕሮፌሽናል እየ ዝብሉ ፈሊጣ ግን ኖ ኖ ናይ ባሓቂ እዩ ማለት ኣነ ከምዚ ክብል ክትሕት ኢለ ገለ ዘይኮንኩስ ናይ ባሓቂ እዩ Yeah. ዓቕመይ ዝተሕት ዝበለት እያ ኣነ እንታይ ሳስ መስለኒ ስለዝኾነት ኩሉ እየ ግዜ ስዛሕ ሰብ ዝብል። ደሓን ዝብል ዩዥሊ ብጣዕሚ ፅቡቅ እዮም ግን ደሓን ደሓን እዮም ዝብሉ ስለዚ ዝሓ- ዝ- ዝበዝሕ ሓበሻ ዝረኽቦ ደሓን እየ ደሓን እየ ይብሉ ግን ምስ ሰማዕኩም

ክብለኪ ሰለምለም ሰነድ ሙቁር ፍቅሪ ኣብ ውሽጥይ ክዕልም ንዒ ንዒ ንዒ ቅረብኒ

ሕጂ ሓደ ሓድሽ ወዲ ኣብዚ ትምህርቲ መጽዩ ኣሎ ንሱ ብጣዕሚ እዩ ዝፈትዋ ግን ንሳ ቡዙሕ ነው ኣይትፈትዎን እያ ተረዲኡኩም ኣሎ ን A ትፈትዎ ግን A ኣይፈትዋን እዩ and B ንዓ ይፈትዋ ግን ንሳ ቡዙሕ ንዑ ኣይትፈትዎን እያ ኦከ ሕጂ ናታ ሕቶ ናባይ ሊድያና እንታይ እዩ እንታይ ክገብር cuz I'm not sure what to do ትብል ኣላ ኦኬ ንምሕረትኣብ ንሓቶ ምሕረትኣብ እዚ ዲለማ ራህዋ ዘለዋ እንታይ ክትገብር ገለ ቲፕ ኣለካ?
ኣናስ ጀለስ ከባድ ሕቶ ግን ክፍትን ፕሊስ ኣነስ እንታይ ምበልኩ ምስ ድፈትዋ እሱ እቲ ድፈትዋ ሓሻብል ምክንያቱስ ዝፈትወካ ክትረክብ ከለካ ዝፈትወካ ዘፍቅረካስ ካብኡ ድዓቢ ነገር የለን ምስ ዝፈትወካ ክትነብር ሓሽ ካብ ምዘይፈትወካ ስካ ትፈትዎ ክሳይ ትገብርሲ ምስቲ ዝፈትዋ ተትነብር መሓሸ ምስኡ ተትውድእ ይሕሻ ትላል እወ ኣብ ውደብ ሰድ ኤግዛክትሊ ዘ ሰም ሓቃኻ ያ ኣነ ከምኡ ይብል እወ፣ ናተይ ስለ- ማለት እዩ ግን እወ። ከባድ ሕቶ እያ ገለ ሰብ ከ ኣሎ እወ። ምስ ትፈትዎ ትነብር እወ። ኣለካ ዝብል ኣሎ እወ ኣነ ግን እ፣ ምስ ትፈትዎ ጥራሕ ከማን ዘይኮነስ ድፈትወካ ክኾን እወ፣ እወ፣ ትፈትዎ ሓቃኻ፣ ኮንካ ሓቃኻ። ዘይፈትወካስ ያ፣ እወ እሱ- ምስ ከምኡ ግዜ መስ- ምናልባት ትፈትዎ ትኸውን ያ እያ ትፈትወ ኢኻ ትኽእል እወ። ኢኻ ንስኻ ምስ ግዜ እወ። ድሕር ደይ ፈትወካ ኮይኑ እሱ ግን ንስኻ ትፈትዎ ግን ፅ- ምስ ግዜ ወላ

but we would go with B B ፍትው እዮ ስለዚ ንሱ ንዓኺ ይፈትወኪ ኮይኑ ok cool good luck girl and እቲ performances ዝበልካ እም፣ መርዓ እዩ ዝበዘሐ performances ትገብር ዘለኻ ምሽ ያ፣ ዝበዝሐ። መርዓ እዎ፣ መርዓ እወ እዩ ዘለኒ። tell me more ስለዚ መርዓ ቀደም ኣብ ጀርመን ከለኹ ኣብ ጀርመን እንደ ተወሊደ እም፣ ዝበዝሐ መርዓ ኩሉ ግዜ ምስ ስድራ ይኸይድ ነረ ግን ሕጂ ዳርጋ ዓሰርተ ሓደ ዓመት ኣብ ሎንዶን ስለዚ ዝገበርኩ መርዓ ናይ ሓበሻ ፈጺመ ኣይረኣኹን ኣለኹ። ከመይ ኣሎ? ኣበይ ኣበይ ኢኻ ትደርፍ? ኣብዚ ፍራንክፎርት ድዩ ወይ ካልእ ገዛውቲ? Tell me a bit more about your performances። መርዓ እዩ መርዓይና ኣብዚሲ ሕጂ እቲ ካልእ እቲ ካልእ ሙዚቃ እቲ ካልእ ስራሕ ገለ ብዙሕ ኣይኮነን ከምዚ ዝበልኩ ገለ ግን ኣብ መርዓታት ብዙሕ ንንቁሩብ ንነጥፍ ኢና ገለ ግን ከምዚ ድብለኪ እቲ መርዓ ከኣኒ ኣብ ዝበልክዮ ፍራንክፈርት ገለ ደይኮነሲ ኣብ ዝኾነ ከተማ ይመጽእ እዩ ኣብቲ ሓበሻ ዘለዎ መርዓ ዝገብር ሰብ ዘለዎ ዓዲ ትዕደም ዕድሙኻ
ትብቀት ነርካ ሽቱትጋርት ኣይነበርኩን ግን ከይደ ፈልጥ እየ ኦ ያ ከይደ ትፈትዎ ፈልጥ ሽቱትጋርት ወላሓን ይፈትዋ እየ ኣነ ኣብ ክትፈልጥ ብዙሕ እየ። ኣኾፍ ኣይበልኩም ገላ ግን ኦኬ። ከይደ ኣለኹ ብዙሕ ግዜ ተመላሊሰ ኣለኹ ኦኬ። ኣነ ፅብቕቲ ዓዲ እያ ኣነ ግን ፍራንክፈርት ካብ መጀመርታ ኣብዚ ዓዲ ክኣቱ ከለኹ ፍራንክፈርት ስለ ዝኣተኹ ኦኬ። ሓቃሽ ፍራንክፈርት ይፈትዋ እየ ደስ ዝብለኒ ዓዲ እያ Good. ፍራንክፈርት ኦ፣ ዝበዝሕ ከኣ ኣብዚ ፍራንክፈርት ኢና እቲ ውራያት ገለ ንሰርሖ ማለት እዩ ኦኬ ያ፣ ያ።
እንቲ ኮሚኒቲ ናይ ሙዚቀንያ ኣብ ፍራንክፉርቲ ከመይ እዩ ቡዙሕ ትራሃቡ ዲኹም ከዚ ፈስታ ተራሎ ድዩ ከዚ ሙዚሽን ከዚ ኮሚኒቲ ምሽ ኣሎ ከዚ ያ ያ ዝራሃቡ ያ ወገለ ኣለዋ ያ ድዩ ኣብዚ ፍራንክፉርቲ። ብ ብዙሕ ኣይኮነን ማለት ትራኸብ ከምዚ ቀዳመ ሰንበት ገለ ኣብታ ናይ ዕረፍቲ ሰዓት እህ ትረኽቦም ኢኻ እ ውራይ ስራሕ ተለካ ከኣኒ ኣብ ከምኡ ኢኻ ትራኸብ ስራሕ ተለካ መርዓ ገለ መለ ድኾነ ኮንሰርት ድዩ ገለ ተሎ እሶም ሙዚቀኛታት ናይ ፕሮቫ ግዜ ቁሩብ ስለ ትፈሊ ኣብቲ ሓሙስ ድዩ ዓርቢ ሽዑ ትራኸብ እንዳን ቀዳም ሰንበት ገለ ከዓ ትራኸብ ኢኻ ሻሂ ትሰቲ ሓንሳብ ሓንሳብ ትራኸብ ከላ ሻሂ ገለ ትሰቲ ቁሩብ ተዕልል ማለት እዩ እምበር እቲ ካልእ ግዜስ ከምዚ ትሪኦ ስራሕ እዩ እቲ ሓደ ስራሕ ናቱ ጉዳይ ኣለዎ እቲ ሓደ ገለ ኣለዎ እቲ ሓደ ዋላ ስራሕቲ ዘይሃለዎ መገሻ ገለ

ወደ ለለኹ ኣይረኸብኩ
ኦኬ ግ- ክንደይ ዓመትካ ለለኹ
ዕስራን ሸሞንተን ገይረ ኣለዎ
ማለት ንዓ እየ ዝሓስብ ዘለኹ ልዕሊ ዶ ሓራየ ኦኬ ፅቡቅ ፅቡቅ ከዓ ተጌርክኻ
መፀሎት ክንገብር ተዓ እወ በል። ሓሽ ትገብር እያ ረፈጋማ ከምዛ ዝብለኪ ሲንግሊና ኣለና ብሕጂ ኦኬ